ሰላም ሰላም ኩብራትን ፍትዋትን ናቻናለይ ቤተሰብ ሃሚኒኹምለይ ደቂ ዓበይቲ ዋየይ ዳሕና ዲኹም ኣነ ሰላም እያ ንስኻትም ድማ ሰላም ክትኾኑ እናተመንኹ ሎም መዓንቲ ብዙሓት ሕዋተይ ኣብ ከተማ ዓዲ ጉዶም ኮይኑ ፍሉይ ቦታ ጥቓ ሃይ ስኩል ሚእቲ ኣርባዓይ ካሪ እንታይ ይመስል ትሰፈሩ ቦትኡ ኸ እንታይ ይመስል ሚእቲ ኣርባዓይ ካሪ ዋጋ ዕዳጋ ክንደይ ከም ዘሎ ኣምፅልና ክንገዝእ ኢና ነፃ ቦታ ዝበልኽናኒ ሎማዓንቲ ሒዘልኩም ደበ ኪደ ኣለኹ ማለት እዩ ኣነ እዚ ቦታ እዚ ብጣዕሚ ብጣዕሚ ካብ መጠን ሓለፈ እዩ ተመችኒ ከምቲ ትርእይዎ ኣለኹም ናይ ሚእቲ ኣርባዓ ካሪ ሪጋ ኣሰራርሓ ኸ እንታይ ይመስል ብእግረ መንገድኹም ተመልከቱ ማለት እዩ ስለዚ እዚ ቪድዮ እስካ መጨረሻ ርእይዎ ሓደስቲ ዝኾንኹም ድማ ሼር ላይክ ሳብስክራይብ ምግባር ቤተሰብ ኹኑ ቤተሰብ ዝኾንኹም ድማ ላይክ ሼር ናጎርኹም ክትኣትው ብትሕትና ይሓትት ምክንያቱ እዚ ቻነል እዚ ናተይ የኾነ ናትኩም እዩ ኣብ ደረጃ እዚ ኣብፅሕኹም እኒኹም ኣሕዋተይ ማዕረይ ብሳለኹም እየ ላይክ ሸር እናገበርኹም ለኣተኹም ስለልኾንኹም ቤተሰበይ ስለልኾንኹም የቀንየለይ እናበልኹ ንክድላ ጉዳይና ከምቲ ትርእይዎ ኣለኹም ኣብ ከተማ ዓዲ ጉዶም እውነት ሓቂ ንምንጋር እንታይ እዩ ኮይኑ ካብ መጠን ዝሓለፈ ረኺሱኒዮ ኣነ ግራ እዩ ዝኣትየኒ ኣሕዋተይ ኩሉ ካርታ ዘለዎ ከዚ ኣብ ጥቓ መቐለ ካብ መቐለ ወሰና ወሰን ካርታ ለይብሉ እኳ ህንድኡ እናተዋህወስ ኣብ ናይ ሚእቲ ኣርባዓ ካሬ ኣብ ከተማ ዓዲ ጉዶም ከ እንታይ እዩ ኮይኑ ሚእቲ ኣርባዓ ካሬ ሱ ክንድዚ ዋጋ ርኺሱ ብጣዕሚ ብጣዕሚ ካብ መጠን ዝሓለፈ እሞ ከዓ ካርታ ለሎ ኩሉ ነገር ዝተማለ መብራህቲ ዘሎ እውነት ሓቂ ንምንጋር ብጣዕሚ እዩ ርካሽ ኣሕዋተይ እዛ ቦታ እዚኣ ከይተምልጠልኩም ማለት እዩ እዚ ቦትኡ ረእይዎ ተመልከቱ ብጣዕሚ ደስ ዝብል ረእይዎ ናይ ሚእቲ ኣርባዓ ካሬ ኣሰራርሓ እንታይ ይመስል ረእይዎ እቲ ቦትኡ ኸ ሃመ እዩ ሰማዩ ኩሉ ነገር ደስ ይብለካ ዶ ረእይዎ እንግዲህ ብዓይንኩም ተርለኹም ኢኹም ኣነ ከዓ እንድሕር ደኣ ቦታ ከምፅእ ከይደ ሓምዚ ዓይነት ቪድዮ ከምፅእለይ ክሰዱለይ ከለዉ ብጣዕሚ እዩ ደስ ዝብለኒ ምክንያቱ ንስኻትኩም ለ ዋላ እሞ ከይድኹም ኣይትረእይዎ ግን ከዓ ተስፋ እዩ ሓምዚ ገርካ ትረእኻዮ እንታይ ይመስል ሰፈሩ ቀዳማይ ነገር ቦትኡ ከንታይ ይመስል ሓሞድ ከንታይ ይመስል ካልኣይ ነገር ደሞ ሚእቲ ኣርባዓ ካሪ ሪጋ ኣሰራርሓ ከንታይ ይመስል ብዝብል እዚ ቪድዮ እንድሕር ሓምዚ ገርካ ሪእኻዮ ቀዳማይ ነገር ልሕጉሰካ እዩ ግድሚ ተኮይኑለ ኣይኽልኸሊ ኣብ ዓዲ ዶ ትብል እያ ግድማ ሒዛ መይዳ ተኮይኑ ከዓ መይድኡ ሒዙ ክመፀና እዩ ሃምዚ ገይሩ ማለት እዩ ስለዚ ኣብ ከተማ ዓድጉዶም ዘረባ ኣብዚሐልኩም ላፍቶ ዋጋ ዕዳጋ ከብለኩም እዩ ኣሕዋተይ ማዕረይ ኣብ ከተማ ዓድጉዶም ጥቓ ሃይስኩል እዚ ቦታ እዚ መውፅኢ መዓራት እዩ ዝበሃል ብጣዕሚ ሜዳና ቀይሕ መሬቱ እዩ ዋልካ ይኾነ ብጣዕሚ ካብ መጠን እንዳሓለፈ ደስ ዝብል እዩ ሜትር ኣርባዓ ካር ከምቲ ትርእይዎ ኣለኹም ሓሸዋ ይራግፍሎ ብሊኮት ይራግፍሎ ሰብ ራብ ራብ ራብ ይሉ ኣሎ መዓዊል ዶ ኣይ መዓበሊ ብዝብል እንግዲህ ኣውኒኦኹም ዓይንኹም ሪኢኹም ትርእይዎ ኣለኹም ብጣዕሚ ደስ ዝብል ገዛታት ይስራሕ ኣሎ ናይ ሚእቲ ኣርባዓ ካሪ ነፀላ መንደቅ ነፀላ መንደቅ እዮም ለስርሕዎ ኣለዉ ናይ ሚእቲ ኣርባዓ ካሪ ለ ኣብ ማንኛው ከተማ ከድኻ ሓምኣ እያ ትስራሕ ምክንያቱ ናይ ሚእቲ ኣርባዓ ካሪ ናይ ክልተ ሚእቲ ካሪ እንድሕር ዳኣ ካርታ ለይኣተዎ ኮይኑ ምንም ችግር የውሊ ዋላ ደቂ ኣፉል ምብራቕ ተገብርካዮ ዋላ ምዕራብ ተገብርካዮ ብዘየገድስ መእተይካ መውፅኢካ ስለለይፍለጥ ኣብዚ ድሕር ካርታ ኣትይዎ ኮይኑ ግን ምስ በዓል መንደርካ ወይ ደግሞ በዓል ሰፈርካ ተስማዕሚዕካ ኢካ ትሰርሕ ናይ ሜተር በዓል ካር ማለት እዩ ስለዚ ኣብ ካርታ ዘለዎ ኣሰራርሓ ቀዳማይ ነገር መእተይኻ ወይ መውፅኢኻ ትፈልጥ ለኻ ኢኻ እቱል ትሰርሐሉ ቦታ ለ ትፈልጥ ለኻ ኢኻ ሞኒኡ ሳላ ሞኒኡ መደቀሲ ሞኒኡ ልቐርፋኻ ሞኒኡ በርኻ ከዓ ብደንቢ ገርኻ ስለ ትፈልጥ ለኻ ናይ ሚእተ ርብዓይ ካሪ ምንም ድኻም ስለ ዘይብሉ ኣሕዋተይ እዛ ቦታ እዚኣ ከይተምልጠልኩም ማለት እዩ እዛ ቦታና ኣበይ እያ እኒኣ እስኪ ረእዩዋ ትመፀና ድያስ ኣይትመፀና ሃመ እያ በዓል ገዛ ብደንቢ ገይሩ እናርኤና እዩ ኣሕዋተይ መዓረይ ከምቲ ትርእይዎ ኣለኹም ቦታና ደበኺላ ኣላ ሰረት ልሓዘት እያ ምስ ናይ ሚእቲ ኣርባዓ ካሪ ኣብ ማእኸል ልሓዘት እያ ርእዋ እዚ ኣለ ሚእቲ ኣርባዓ ካሪ ሰረት ትርእይዎ ኣለኹም ዶ ተኸፋፊሉ ሰረት እንተስ ኣርባዕተ ገዛ ድኡ እንተስ ሓሙሽተ ገዛ ያው ኣቢሎምዎ እዩ እኒኦ ማለት ተኸፋፊሎምዎ እዮም እኒኦ ገና እዩ ሓመድ የመለይ ግን ከዓ ቢም ኣሲሮም ኩሉ ነገር ሰረት ወዲኦም እዮም ረእይዎ ማለት እዩ ረእይዎ እዚኣ እያ እዛ ቦታ ትሽወጥ ተባሂላ እኒኣ ረእይዎ ሕዚ ክንደይ ገዛ ምዃኑ መቸም ድሓር ስለ ዝፍለጥ ከዚ ኣርባዕተ ገዛ ድዩ ሓሙሽተ ገዛ ድዩ ኣነፂረ ኣየውግዕኩም የሕዋተይ ያው ኣማቻችኻ እንትን ለይወልካ የሲ ከመይ ገርካ ክትነግር ትኽእል ክተተሓላልፍ ለይ ትኽእሊ ግን ከዓ ሚእተ ኣርባዓ ካሪ ኮይኑ እንታይ ይበሃል ሚእተ ኣርባዓ ካሪ ኮይኑሲ ሰረት ዘለዎ እዩ ክሽወጥ ተባሂሉ እኒኦ ከምቲ ትሪእዎ ኣለኹም እዛ ገዛና ኣብ ማእኸል እያ እኒኣ ኣብ ማእኸል ናይ ሚእቲ ኣርባዓ ካር ማለት እዩ በዓልቲ ብሓደ ነፀላ መንደቕ ስለለ ስርሕዋ ኣለዉ ስለዚ ዋጋ ዕዳጋ ኩሉ ነገር ቀጥታ ላብ ስምኩም ተሕልፉ ኢኹም ላብ ስምካ መሕለፊ እስካ ሰብዓ ሽሕ እዩ ተባሂሉ እኒኦ ልታ ዋጋ ዕዳጋ ልታ ቦታ ደሞ እስካብ ሓደ ነጥቢ ኣርባዕተ ኢሎምዋ እኒኦም ማለት እዩ ረእይዎ እሞ እውነት እስኪ እስኪ ተዓዘቡ እውነት ሓቂ ንምንጋር ማለት እዩ ዓዲ ጉዶም ይሐሽ ቦታ ብጣዕሚ ዓዲ ጉዶም ብጣዕሚ ይርካሽ ካርታ ልሓዘ ኩሉ ነገር ተማልእ ሲ እስካብ ሓደ ነጥቢ ኣርባዕተ ሲ ኣበይ ሂብኻ ቦታ ይግነ እሺ ካብ መቐለ ወሰና ወሰኑ እስካብ ሓደ ነጥቢ ሰለስተ ካርታ ዘይብሉ እስካብ ሓደ ነጥቢ ኣርባዕተ እዮም ንብልዎ ኣለኹ ዘብ ሻፋት እስካብ ሓደ ነጥቢ ሓሙሽተ እዮም ንብልዎ ኣለዉ ካርታ ዘይብሉ እኳ ማለት እዩ ግን ከዓ እዚ ሕዋቴ እዚ ክብለኩም ከለኹ ቦታ እዚ ቦታ ይፈላለ እዩ ምክንያቱ ኸዚ ሓርጉሽ እኒኦ እስካብ ሓደ ነጥቢ ሓሙሽተ ካርታል ኣለዎ ኣብ ዚራንዳ ከባቢ ደሞ እስካብ ሓደ ነጥቢ ሽዱሽተ እስካብ ሓደ ነጥቢ ሓሙሽተ ኣሎ ግን ከዓ እቲ ቦታስ ይፈላለ እዩ ልመንወርያ ብጣዕሚ ደስ ዝብል እዩ እቲ ሰሪሐ እኮ ልዕሊ እየ ካብ ስደት ኣትየ ወይ ደሞ ዝኾነ ነገር ድኳን ክካፍተሉ እየ በተለይ ድኳን ድሕር ክትካፍት ከዚ ኮይንካ ጣሻ ዝኾነ መኖርያ እዩ ፅቡቅ ውሽጥ ለለምበይ ልኾነ ነገር እንድሕር ክትኻፍተሉስ ኣይሙችይን ምክንያቱ ልኾነ ነገር እንድሕር ክትኻፍት ኮይንካ ኣብ ወሰን መንገዲ እዩ ጽቡቅ ሓላፍ መንገዲ ልገዘእካ ማለት እዩ ስለዚ ታየ ክብል ደልየ እቲ ቦታ ይውስኖ እዩ ስለዚ እቲ ቦታ እዚ ከምቲ ትርእይዎ ኣለኹም እዚ ልሓዋሩ ብጣዕሚ ብጣዕሚ ኣይግኒ ሓደ ነጥቢ ኣርባዕተ ቅርሲ እስካብ ክልተ ነጥቢ ሓሙሽተ እውን ኣይርከብ እዩ ልሓዋሩ ማለት እዩ በተለይ ሙሉእ ሰላም ተኮይኑ ሃገርና ኩሉ ነገር ተሳንዩ ኩሉ ነገር ተፋቂሩ እንድሕር ሓዲሩ ኮይኑ እቲ ቦታ ናለ እናማዕበለ እናደርጀየ ስለ ዝኸድሎ ኩሉ ነገር ተሰብለ እውን እናገብረ ተኸደ ብቅርሺ ልበኣ ስለይኮነሲ ሓቂ ሓቂ ተወልዑት ናትና ሰብለ ግደፍዎ እዚ ቦታ እዚ ሲ ኣይግነ ማለት እዩ ስለዚ ፅርጋታት ፅረግሎ እዮ እዚ ቦታ እዚ ከምቲ ትርእይዎ ኣለኹም ብጣዕሚ ደስ ዝብል እውነት እዛ ቦታ እዚኣ ሲ ኣነስ ህርፍ እየ ኢለያ እውነት ሓቂ ልምንጋር ማለት እዩ ረእይዎ ተመልከቱ ብጣዕሚ እዩ ደስ ዝብልና እስካብ ሓደ ነጥቢ ኣርባዕተ ሰረት ዝሓዘ ሚእቲ ኣርባዓ ካሬ ክንደይ ገዛ ከም ዝስራሕ እንግዲህ ትፈልጥዎ ኣለኹም ኢኹም እስካብ ሓሙሽተ ሰራቢት እዩ ለስርሕ ሽንትዎ ትግፍሕ ወይ ደሞ ዳክሽን እዩ ግፍሕ ልበለና እንድሕር ደሊና ከዓ ኣርባዕተ ሰራቢት ብደንቢ ብደንቢ ገይሩ ገፋሕቱ እዩ ለስርሕ ሓሞታይ ድማ ኣፅበፅብ እንድሕር ደኣ ትብልዎ ኮይንኩም ድማ እስካብ ሓሙሽተ ሰራቢት የስርሕ ሚእቲ ኣርባዓ ካሬ ማለት እዩ ሚእቲ ኣርባዓ ካሬ ፍሉጥቲ እያ ናይ ገዛና ሰራቢት እስካብ ሓሙሽተ ሰራቢት እያ ተስርሕ ስለዚ እንታይ እየ ክብል ደልየ ስምዓ ስኳል ሓፍተይ ኣብ ስደት ኮይንናሲ ዋላ ርካሽ ንረኸብ ቦት እምበር ሃመ ጌርና ኢና ስምና ንሕልፎ ምክንያቱ ኣይኾን ይደ ኣይብልና ኣለዊ ኣብ ዓዲ ልሎ ሰብ ይድ ኣንበር ልኾን ኣብዚ ዓዲ እዚ ኮይንካስ ኣይኾን እንታይ ኮይኑ እዩ ኣብዚ ዓዲ ኮይንክን ክልተ ጉርዲ ፎቶ ልኢክን ኣሕዋተይ ብደንቢ ገይሩ ብስምክን ይልወፀልክን ምክንያቱ ካርታ ስለልኣተ ዝኾነ ነባር ትሕዝቶ ድሓር ፕሮሰስ ስለለለዎ ኣበይና ክነግንዮ ኣብዚ ኮይና ብወለድና ድዩ ብልቶም በቃ ልተኣምኖም እንግዲህ ካብ ወላዲኻ ካብ ማንም ሰብ ልወላዲኻ እዩ ዘምን ካብ ሓውካ ይኹን ካብ ሓፍትካ ይኹን ልወላዲኻ እዩ ዘምን ስለዚ ወለድ ከም ትገብሩ ኣሕዋተይ ማዕረይ በቦኽን ተኮይነ በቦኽን ብነኽን ተኮይነ ብነኽን ትገብሮ በቃ ብወለድኽንስ ትገብሮ እቲ ቦታ ካብቲ ጓና ብቻ ይውፃእ ስለዚ እንታይ እየ ክብል ደልየ ብወለድኽን ገይርኽን ስምኽን እንድሕር ነባር ትሕዝቶ ኮይኑ ዶ ብወለድኽን ኽን ትገብሮ ምክንያቱ ካርታ ክመፅእ ከሎ ኣበይ እኒኣ ስለ ዝበሃል ካርታ ዘለዎ እንድሕር ኮይኑ ግን ተረዲእኽን እንዶ ክልተ ጉርዲ ፎቶ ካብዚኣ ተልእኻ እሞ ቀጥታ ላብ በዓልኽን እዮም ልሕልፉ ክትግዛእ ከሎ ማለት እዩ ክግዛእ ከሎ ስለዚ እንታይ ኮይኑ ኢሉ ይሓልፍ ቶም ሃምሉልሲ በዓልኺ የለኺ ምናምን ስለ ልውልሲ ኢሎም ገጋማ ኮይኖም ስለ ልኣት እዮም ቦታ ምንም ስለ ዘይፈልጥዎ እዮም እምበር ዓው ልኾንካ ኮይንካሲ እንድሕር ካርታ ሃልዎ ኮይንሲ ላብ በዓልካ ስምካ ተዝር ትኽእል ኢኻ ኣሕዋተይ ማዕረይ ኣይትጨናነቓ ስለዚ እዛ ቦታ እዚኣ ከየምልጠልኩም እዛ ቦታ እዚኣ ግዝእዋ ምክንያቱ ሃመይ ዝበለ ቦታ እዩ ከምቲ ትሪእዎ ኣለኹም ብጣዕሚ እዩ ደስ ኢልና ኣነ እቲ ሜዳ ኩሉ ነገር ትንፋስ ገለስ ኣብዚ ኮይንካስ ብጣዕሚ እዩ ደስ ዝብል ማርያምን እና እዚ ቦታ እዚ ብጣዕሚ ሓሪፍ ቦታ እዩ ከተማ ዓዲ ጉዶም ኮይኑ ሃይ ስኩል ዝበሃል መውፅኢ መዓራት እየ ኢለኩም እኒኹ ናይ ሎማዓንቲ ቪድዮና ኣብዚኣ ትመስል ነይራ ብካሊእ ቪድዮ ስካዕ ካልመፅእ ሰናይ ደቂ ዓበይቲ ዋይ ሰናይ ባይ ባይ